ሰላም ዝኸበርኩም ተኸታተልትና ከመይ ትኾኑ ሎማዓንቲ ከዓ ከመይ ጌርና ኢና ኣብ ዩቲብ ንክፈል ይሒዘልኩም መፅ ነረ ኣብ ዝሓለፈ እውን ነጊረኩም ነረ ሕጂ ከመይ ጌርና ከም ንክፈል ክርእየኩም እየ እዚኣ እታ ብቀዳማይ ዝኸፈትና እታ ቻነል እያ ኣብዛ ላዕሊ ነታ ስእልና ኣላ እታ ቻነልና ዝኸፈትናላ ንሳ ሓንሳብ ክትጥውቓ ኢና ኣብዚ ሽዑ ምስ መፀልና ዮር ቻነል ዝብል ኣሎ ብዚ ዮር ቻነል ዝብል ዘሎ እዚ እሱ ክንጥውቆ ኢና ሕራ ይተኸበርኩም ተኸታተልትና ብትኽክል ናብ ዩቲብ ቻነል ዝበልናዮ ናብ ቻነልና ወሲድና ኣሎ እዚኣታ ቻነልና ዳሽ ቦርድ ናትና ሕጂ ከመይ ጌርና ንክንክፈል እና ክንርኢ ተኮይንና ኣብዚኣ ክንመፅእ ኢና ኣብዚኣ ምስ መፀና ማናጅ ቪዲዮስ ትብል ኣላ እዚኣ ትሪእዋ ዘለኹም ማናጅ ቪዲዮስ ኣላ ኣብዚኣ ድማ እንታይ ኣላ ኮስተማይዝ ቻነል ትብል ኣላ እጅናና እንታይ ደልና ኮስተማይዝ ቻነል ክንጥውቓ ኢና ሕራይ ዝኸበርኩም ተኸታተልትና ናብ ዩቲዩብ ስቱድዮ ሕጂ ይወዘን ኣሎ እዚ ሕጂ እቲ ናይ ዩቲዩብ ስቱድዮ ክልተ ዓይነት ኣለዉ ዩቲዩብ ስቱድዮ ብብራውዘር ክትጥቀሙ ትኽእሉ ኢኹም ዩቲዩብ ስቱድዮ ብኣፕሊኬሽን እውን ኣላ ባውን ክትጥቀሙ ትኽእሉ ኢኹም እቲ ኣፕሊኬሽን ኣብ ዲስክሪፕሽን ቦክስ ክገድፈልኩም እየ ኣብኡ ዳውንሎድ ትገብርዋ ትኽእሉ ኢኹም ሕራይ ዝኸበርኩም ተኸታተልትና ናብ ዩቲዩብ ስቱድዮ ምስ ወሰደኒ ትሪእዎ ዘለኹም ከም ዝትሪእዎ ዘለኹም ዌልካም ቱ ዩቲዩብ ስቱድዮ እብለኒ ኣሎ ዩቲዩብ ስቱድዮ ሃዝ ፐርሰናላይዝድ ኢንሳይትስ ምናምን ንብል ኣሎ እዚ ድሓን ብዚኣ ኮንቲኒ ክንብላ ኢና ሕጂ ዩቲዩብ እዚ ዩቲዩብ ስቱድዮ ብትኽክል ተኸፊቱ ኣለዎ ማለት እዩ ሕራይ ኣብዚ ሕጂ ቻነል እዚ ኣፕሎድ ቪድዮ ዝብል ኣሎ ብዘይ ኣፕሎድ ቪድዮ ክንገብር ንኽእል ኢና ሕጂ ንሕና ግን ዘድልየና ከመይ ጌርና ገንዘብ ንምስራሕ ስለ ዝኾነ በዚ ጎኒ ናይ ዶላር ምልክት ዘለዋ ኣላ እዚኣ ኤርን ድማ ትበሃል ከምዚ ተጠውያንያ ኤርን ኢላ ክትመፅልና ኤርን ትብላላ እሳ ክንጥውቓ ኢና ሕጂ ኣብዚ ከምዚ ክመፀልኩም እዩ ግድን ብሃገርኩም ዘዝኸፈትኩሞ እንዲዩ ንኣብነት ብዩናይት ስቴት ተኸፊትኩሞ ኣብ ከሎ ክምፀልኩም እዩ ግን ኣብዚ ሕጂ ብኢትዮጵያ ከፊት ስለ ዘለኹ ኣብዴት ሎኬሽን ዝብል ኣሎ ብዚ ሕጂ ኣብዴት ሎኬሽን ኣብ ኢትዮጵያ ስለዘይቕበል ካልእ ሎኬሽን ክንቅይር ኢና ማለት እዩ ኣብዚ ሕጂ ኣድቫንስድ ሴቲንግ ዝብል ኣሎ ዝህሉ ኣሎ ፊቸር ኢሊጂቢሊቲ ሶሪ ኣብዚ ቤዚክ ኢንፎ ትብል ዘላ ኣብዚኣ ሕጂ ኣብዛ ካንትሪ ኦፍ ኣብዛ ቤዚክ ኢንፎ ትብል ዘላ ሕጂ ካንትሪ ኦፍ ሪሳይደንስ ትብል ዘላ እዚኣ ሕጂ እንታይ ክንገብራ ኢና ዝደለኹሞ ክትቅይርዎ ትኽእሉ ኢኹም ኣብዚ ሕጂ እተን ዝተቐበላ ሃገራት ኣለዋ ኣብዚ ግን ኩለን ዝተቐበላ ስለ ዝኾና ኣና እውን ሕጂ ዩናይት ስቴትስ ስለ ዝደለኹዋ ዩናይትድ ስቴት ትብል ኣላ ኣብዚኣ እሳ ክገብራ እየ ማለት እዩ ካብዚኣ ብዛ ታሕቲ ሴቭ ትብል ኣላ ንሳ ሴቭ ክንብላ ኢና ማለት እዩ ሲብ ምስ በልና እያ ብትኽክል እዚ ሕጂ ክቕየረልና ሕጂ ሪኦሞ ተቐይሩልና ኣሎ እዚ ሕጂ ኩለን ዚን ሕግታት ኣብዚ ሕግታ ቢካም ፓርትነር ሕጂ ሞኒታይዜሽን ዝበሃል ኣሎ መጀመርታ ሞኒታይዜሽን ምስ ኮንካ ኢኻ ገንዘብ እትኽፈል ማለት እዩ እዚ ሕጂ ዌ ዎች ፔጅ ኣድስ ዝብል ኣሎ እዚ ሕጂ ኣድቨርታይዝ ዝኾነ ቪድዮታት እናረኣኻ ክስታይ ክትገብሮ ትኽእል ኢኻ ሕጂ ተን ቀንዲ ግን እዚ እውን ሾፒንግ እናሸጥካ ንብረት እውን ሞኒታይዜሽን ክትከውን ትኽእል ኢኻ ማለት እዩ ሞኒታይዝ ሃው ዱ ኣይ ጆይን ዝብል ኣብዚኣ ሕጂ እዚኣ እቲ ቀንዲ እዚ እዩ ሃው ዱ ኣይ ጆይን ሕጂ መጀመርታ ኣብዚኣ ትርእይዎን ዘለኹም ሰለስተ ኣለዋ እዚን ግድን ከነማልእን ዘለና ነገራት እየን ንክንክፈል ማለት እዩ ኣብ ዩቲብ ክንክፈል ተኮይና እዘን ሰስቲኤን ግድን ከነማልእን ኣለና ሓራይ እታ ቀዳሚት እንታይ እያ ንርኣይ ሪች ሪኳየርመንት ቱ ኣፕላይ ለካ ኣሎ ሕጂ ዜሮ ሳብስክራይበርስ ኣሎ እዚ ክንደይ ሳብስክራይበርስ ክንመልእ ኣለና ሓደ ሽሕ ኣብዚኣ ሓደ ሽሕ ሳብስክራይበርስ ትብላ ኣላ ሓደ ሽሕ ሳብስክራይበርስ ግድን ክትመልእ ኣለካ ብለና ኣሎ ሓደ ሽሕ ሳብስክራይበርስ ምስ መለእኻ ክትክፈል ትኽእል ኢኻ ማለት እዩ ካልኦት እውን ኣለዉ ኣብዚ ኤንድ ዋን ኦፍ ዘም ፎሎዊንግ ካብዚኤን ክልቲኤን ድማ ካብዚኤን ትሪእዎን ዘለኹም ሓንቲ ካብዚኣ ሓንቲ ድማ ካብዚኣ ትሪእዎን ዘለኹም ካብ ክልቲኤን ድማ ሓንቲ ሓዲኤን ተጌርኩም ክትክፈሉ ትኽእሉ ኢኹም ይብለና ኣሎ ሓራይ እንታይ እዩ ንሱ ዚሮ ፓብሊክ ዎች ሃዋርስ ሕጂ ኣብዚ ዘለና እንታይ ይብለና ኣሎ ላስት 365 days ኣብ ውሽጢ ሰለስተ ሚእትን ስሳን ሓሙሽተን መዓልቲ ኣብ ሓደ ዓመት ማለት እዩ ኣርባዕተ ሽሕ ሰዓታት ክትመልእ ኣለካ ብለና ኣሎ ብዚ ኣብዚ ክብራ ተኸታተልትና ኣስተውዕሉ ኣርባዕተ ሽሕ ሰዓታት ክትመልእ ኣለካ ግድን ክትመልእ ኣለካ ብዙሕ ቪድዮታት ካብ ሓደ ቪድዮ ኣይኮነን ካብ ብዙሕ ቪድዮታት ብዙሕ ቪድዮታት እናረካ እቲ ሰብ ዝርእየልካ ዘሎ ቪድዮ ተጠቓሊሉ ኣርባዕተ ሽሕ ሰዓታት ክመፅልካ ኣለዎ ወይ ድማ ካልኣይ ካልኣይ እውን ኣብዚ ሂብና ኣሎ ዜሮ ፓብሊክ ዎች ኣዋርስ ዝብለና ኣሎ ሕጂ ወልሓደ ሾርትስ ገለ ዝኾነ ቪድዮ ኣፕሎድ ስለ ዘይገርና እዩ ዜሮ ዜሮ ክሉ ዝብለና ዘሎ ላስት ናይንቲን ደይስ ይብለና ኣሎ ኣብ ውሽጢ ቴስዓ መዓልቲ እዚ ኣብ ሰለስተ ወርሒ ማለት እዩ ኣብ ውሽጢ ሰለስተ ወርሒ ዓሰርተ ሚልዮን ቪውስ እዩ እዚ ናይ ሾርትስ ቪውስ ቪውስ ክንዱ ዓሰርተ ሚሊዮን ቪውስ ንኣብነት ሕጂ ቪውስ ኣብኡ ከለካ ሾርትስ እናቀያየርካ ኣብኡ ከሎ እዩ ዝመፀካ ዓሰርተ ሚሊዮን ብከምኡ እንተበፂሕካ ንስኻ ሞኒታይዝ ክትከውን ትኽእል ኢኻ ማለት እዩ ኣብዛ ታሕቲ ከዓ እዚአን ሕጂ ኣረዲኡኩም ኣለኹ እዛ ቱ ትብል ዘላ ድማ ኮምፕሊት ዘ ቤዚክስ ለና እዚ ሕጂ ቀሊል እዩ ኣብ ከለካ እዚ ሓንቲ ኣብ ከለና መጀመርታ ነቲ ኣግሪ ኣግሪ ስለ ዝበልናዮ ብከምኡ ክስታይ ኮይናትና ኣላ ኣብዚኣ ቱ ስቴፕ ቨርቲፊኬሽን ተርን ኦን ትብል ኣላ እዚኣ ሕጂ ተረዲኹም ኣለኹም ንሳ እንታይ ክንገብራ ኢና ተርን ኦን ክንገብራ ኢና ክንጥውቃ ኢና ማለት እዩ ኣብዚ ሕጂ ግድን ከተስተውዕሉ ኣለኩም you will be redirected to google security ብለና ኣሎ ሕጂ ናብ ጉግል ክትምለስ ኢኻ ሓንሳብ ብለና ኣሎ ኮንቲኒዮ ንብሎ ማለት እዩ ኮንቲኒዮ ምስ በልናዮ ናብ ጉግል ኣካውንትስ ክወስደና እዩ ኣካውንት ዳት ጉግል ዳት ኮም ናብ ወሲድ ሃራይ እዚኣ እታ ቻይነልና ከምዚኣ ኢላ ናብ ጉግል ኣካውንት ምስ ከፈተልና ኮንቲኒዮ ክንብሎ ኢና እዚ ሕጂ ኣብዚ ፊንገር ፕሪንት ካተናዩ እሱ ክንከፍቶ ኢና ሓረ ይዞብኩም ተኸታተልትና ቱ ስቴፕ ቨርቲፊኬሽን ኢሉ ሕጂ ኣምፂልና ኣሎ ሕጂ ኣብዚኣ ኤፍ ጋላክሲ ኤፍ ሰርቲን ይብለና ኣሎ እዚ ሕጂ ናይ ሞባይልና ስታይ ዩዝ ዮር ፎን ኣስ ዮር ሰከንድ ስቴፕ ቱ ሳይን ኢን ይብለና ኣሎ ኣብዚኣ ታሕቲ ሕጂ እውን ኮንቲኒዩ ትብል ኣላ እሳ ክንጥውቃ ኢና ኣብዚ ግድን ክተስተውዕሉ ኣለኩ ኣብዚ ሕጂ ቁፅሪ ሞባይል ኣእትው ክትብለና ኦልሞስት ዘራ ኣደ በካብ ኦፕሽን ሕጂ ኢፍ ዩ ሎስ ዩር ፎን ኦር ዩር ሰከንድ ስቴፕ ኢዝ ኣንቨልብ ዩ ኒድ ዝኾነ ሞባይልካ ገለ ተጠፊእካ ሕጂ ኣብዚ ድሓን ቁፅሪ ሞባይልከም ለማንኛው ንዝኾነ ድሓን ንዝኾነ ድሓን ኣብዚ ቁፅርኹም ተእትዎ ማለት እዩ ሕጂ ኣነታ ቁፅረይ ክእትወያ ኣብዚኣ እዚኣ ብትኽክል እዛ ቁፅረይ የእትየያ ኣለኹ ኣብዚ ሕጂ ሃው ዱ ወንቱ ቱ ጌት ኮድስ ይብለና ኣሎ ሕጂ ብከምንታይ እቲ ኮድ ገለ ክትቅበል ትደሊ ይብሉና ኣለዉ ብቴክስት ሜሴጅ ኣሎ ብፎን ኮል እውን ኣሎ ብዚ ሕጂ ኣነ ዝደለኹ ግን ብመሴጅ ስለ ዝደለኹዎ ደው ኢሎም ክነግሩካ ይኽእሉ እዮም ግን ብመሴጅ ስለ ዝደለኹዎ ብመሴጅ ሰንዲ ክብላ እዩ ብመሴጅ ገብራይ ማለት እዩ

ያ ሕጂ ከምዚኣ ጌርና ምስ በለና ኔክስት ንብላ ማለት እዩ ኔክስት ምስ ንብላ ሕጂ እስክራይቦ ተርን ኦን ቱ ስቴፕ ቫርቲፊኬሽን ቱ ስቴፕ ቫርቲፊኬሽን አሁን ተርን ኦን ኣብ ታሕቲ በላ ይብለና ኣሎ ተርን ኦን ይኒ ኣለና ኩሉ እቲ ዝመለናዮ ብትክክል መሊኡ ኣሎ ሕራይ ዝኸብርኩም ተኸታተልና ናብ ስቱድዮ ናብ ዩትዩብ ስቱድዮ መሊስና ኣሎ ማለት እዩ ሕጂ ዝተዘለናያ እንታይ ኢላትና ኣላ ኮምፕሊት ዘ ቤክስ ቱ ስቴፕ ቫርቲፊኬሽን ኣኹም ሕጂ እንታይ ኮነ ራይት ኢላትና ኣላ ማለት እዩ እዚኣ ናብዚኣ ዘለዎ ሓደ ሽሕ ሳብስክራይበር ገለ ዝበልኩም እውን ራይት ክኾን ኣለዎን ምስ መላ ማለት እዩ ሕጂ ዜሮ ሳብስክራይብ ዝረ ዘሎ ብዙሕ ቪድዮ ኣብ ውሽጢ ሓደ ዓመት ዕድል ስለ ዘለካ ፀገም የብሉን ብዙሕ ቪድዮታት ብዙሕ ቪድዮታት እናዘርግሕካ ክትሰርሕ ትኽእል እያ ኣብዛ ማለት እዩ ኣብ ሳልሰይቲ ድማ ፓስ ቻነል ሪቪው ስለን ኣሎ እዚኣ ሕጂ ኣፍተር ዩ ሃቭ ሰብሚትድ ዩር ኣፕሊኬሽን ዊል ቼክ ኢፍ ዩር ቻነል ፎሎውስ ዩቲዩብ ቻነልስ ሞኒታይዜሽን ፖሊሲስ ይብለና ኣሎ ሕጂ እንታይ ይብለና ኣሎ እዚአን ኩለን ቀዳሚትን ካልኣይትን ምስ ነማልእን ኩለን ምስ ነማልእን ማለት እዩ እዚኣ ሳልሰይቲ ዩቲዩብ ይርእየልካ ማለት እዩ መጀመርታ እዚአን ኩሉ ብዘይ ኮፒራይት ከየብዝሕኻ ገለ ግድንቲ ቪድዮታት እዚአን ምስ መላእኻየን እዚ ዩቲዩብ ቻነል እዚ ዘሎ ቀሊል እዩ ኣብኡ ከለኻ ምልምል ኢኻ ተብሎ ኣብኡ ከለኻ ሽዑ ገንዘብ ሙሉእ ብሙሉእ ምኽፋል ትጅምር ማለት እዩ ሙሉእ ሙሉእ ሽዑ ናብ ባንክ ኣካውንትኻ ተደሊኻ ተእትዎ ተደሊኻ ብፖስታል ኮድ ትገብሮ እሱን ንዓኻ ምልከት ጸገም የብሉን እምበር እዚኤን ተመሊኻየን ቁርክድ ኢለን እንተን ሕጊ ግን ግድን ከነተግብረን ስለ ዘለና እዩ ብድሕሪኡ ዩቲብ ወር ሓንቲ ኣይሓተናን እዩ ነዚኤን ከየማለና ድማ ክንክፋል ኣይንኽእል ኢና ማለት እዩ ሕጂ ንሎምዓን ዘምፅኸዎ ተረዲንኩም ክኸውን ተስፋ ገብር ኣብ ዝመፅእ ድማ ከም ቪድዮ ክትፅዕን ከለካ ትገብሮ ስሕተት ከመይ ጌርካ ትፅዕን ቪድዮታት ከምፀልኩም እየ ተረዲእኩም ክኸውን ተስፋ እገብር ክሳብ ብኻልእ መደብ ንራኸብ ሰናይ ቅነ።